ሰላም ጥዕና ይሃበለይ ከመይ ትጸንሑ ዝኸበርኩም ተኸታተልቲ ሃበ ሚድያ ካበ ዝኾነ ይኹን ጽዕንቶ ነጻ ብምዃን እሙናትን ትኩሳትን ሓበሬታታት ከቕርበልኩም ዝተዳለወ ሃበ ሚድያ ክትከታተሉ እናዓደምኩ እንቕርበልኩም ምድላዋት ብትኩሱ ንኽበጽሑኹም ንቻነልና ሰብስክራይብ ብምግባር ናይ ደወል ምልክት ክትነኹን ላይክን ሼርን ብምግባር ድማ ምድላዋትና ናብ ካልኦት ንኽባፅሑ ክትገብሩ ንላቦ። ንሎሚ ረቡዕ ሰላሳ ሕዳር ክልተ ሽሕን ዕስራን ክልተን ናብ ዘዳለናዮም ዜናታት ከስግረኩም፣ ፈለማ ቀንዲ ቀንዲ ነጥብታት ከስምዐኩም። ኣብ ከተማ ኣኽሱም ቅድሚ ክልተ ዓመታት ሰራዊት ሻዕብያ ኣብ ልዕሊ ሰላማውያን ሰባት ዝፈፀሞ ግፍዓዊ ጨፍጫፋት ሕዚ እውን ይደግሞ ኣሎ ተባሂሉ። ምምሕዳር ጆ ባይደን ኣብ ትግራይ ግልጋሎት ኢንተርኔት ክጅምር ኣተሓሳሲቡ። ዝተፈላለያ ማዕኸናት ዜና ዓለምና፣ ሰራዊት ሻዕብያ ኣብ ልዕሊ ህዝቢ ትግራይ ዝፍፅሞ ዘሎ ግፍዕታት፣ ተስፋታት ስምምዕነት ሰላም ከየፀልምቶ ስግኣተን ይገልፃ ኣለዋ ዝብሉን ካልኦት ሓበሬታታትን ኣዳሊና ኣለና። ክሳብ መወዳእታ ክትከታተሉና ይዕድም። ሕዚ ናብ ዝርዝሮም ከስግረኩም። ቅድሚ ክልተ ዓመት ኣብ ከተማ ኣኽሱም ኣብ ልዕሊ ንፁሃን ወገናት ግፍዓዊ ጨፍጫፍ ዝፈፀመ ሰራዊት ሻዕብያ ሕዚ እውን ድሕሪ ስምምዕነት ሰላም ፕሪቶርያ ኣብ መሬት ትግራይ ገበን ጆኖሳይድ ይፍፅም ኣሎ ተባሂሉ። ምስ ምኽባር ዓመታዊ በዓል ሕዳር ፅዮን ተተሓሒዙ ከተማ ኣኽሱም በቢዓመቱ ልዕሊ ሓሙሽተ ሚእቲ ሽሕ ኣጋይሽ እናተቐበለት ዓመታዊ በዓላ ክተኽብር ፀኒሓ እያ። ከተማ ኣኽሱም ኲናት ትግራይ ካብ ዝጅምር ጀሚሩ ግን ይትረፍ ኣጋይሽ ክትቅበል ናይ ባዕላ ደቃ እውን ብሰንኪ ልፍንታውያን ወረርትን ጸለእትን ተበታቲኖማ ይርከቡ። ኣብታ ታሪኻዊትን ጥንታዊት መቦቀል ስልጣነ ዝኾነት ከተማ ኣኽሱም ቅድሚ ክልተ ዓመት ዓሰርተ ትሽዓተ ሕዳር ክልተ ሽሕን ዓሰርተ ሰለስተን ዓመተ ምህረት ኣብ ኢድ ጸላኢ ምስ ኣተወት ሰራዊት ሻዕብያ ኣብ ሓንቲ ጸሓይ ጥራሕ ልዕሊ ሓደ ሚእቲ ሽሕ ንጹሃን ሰባት ብግፍዒ ጨፍጪፉ ከም ዝቐተለ ይዝከር። ኣፍታ ዓመት ድሕሪ ኣዋርሕ ድማ ብሳላ ጽኑዕ ተቓላሳይ ህዝቢ ትግራይ እታ ከተማ ሓራ ወጺኣ ናብ ንቡር ምንቅስቓሳ ተመሊሳ ጸኒሓ እያ። ኣብ ወርሒ ነሓሰ ክልተ ሽሕን ዓሰርተ ኣርባዕተን ዓመተ ምህረት ከም ብሓድሽ ኣብ ትግራይ ብዝተወለዐ ኲናት ስዒቡ ድማ ሕዚ እውን ታሪኻዊት ከተማ ኣኽሱም ኣብ ኢድ ጸላኢ ኣትያ ትርከብ። ኣብታ ከተማ ሰራዊት ኤርትራን ዕጡቓት ኣምሓራን ብዝተዋደደ መንገዲ ንዋየ ቅዱሳንን ታሪኻዊ ቅርስታትን ንብረት ህዝብን ብዘየቋርጽ መንገዲ ይጉሕሉን የዕንዉን ከም ዘለዉ ይግለጽ ኣሎ። መርሸንቲ ሰላማውያን ሰባት እውን ዝቐጸለ ኮይኑ፣ ዓሰርተ ትሽዓተ ሕዳር ክልተ ሽሕን ዓሰርተ ሓሙሽተን ዓመተ ምህረት ጥራሕ ብርክት ዝበሉ ሰላማውያን ሰባት ብሰራዊት ሻዕብያ ብግፍዒ ከም ዝተረሸኑ ካብ ትግራይ ዝወጽእ ዘሎ ሓበሬታ የመላኽት። ለብዘበን ዝኽበር ዘሎ ዓመታዊ በዓል ሕዳርጼን ህዝቢ እታ ከተማ ብሰንኪ ወረርቲ ሓይልታት ብፍርሕን ብጭንቅን ኣኽቢሮሞ ውዒሎሞ ኣለዉ። ዓመታዊ ሃይማኖታዊ በዓል ሕዳር ፅዮን ካብ ሃይማኖታዊ ትሕዝትኡ ሓሊፉ መስሕብ በፃሕቲ ዓድን ፍልፍል ኣታዊ ቱሪዝምን ኮይኑ ምፅንሑ እውን ይዝከር። ምምሕዳር ጆ ባይደን ኣብ ትግራይ ግልጋሎት ቴሌኮሙኒኬሽን ክጅመር ሓቲቱ። ብምኽንያት ኢትዮጵያ ተሳልጦ ዘላ ዋዕላ ምሕደራ ኢንተርኔት ሕቡራት ሃገራት ምምሕዳር ጆ ባይደን ኣብ ትግራይ ግልጋሎት ቴሌኮሙኒኬሽን ክኽፈት ንኣብይ ኣሕመድ ሓቲቱ። ብብርኪ ዓለም ኣብ ኢትዮጵያ ዝሳለጥ ዘሎ ዋዕላ ምምሕዳር ኢንተርኔት ሕቡራት ሃገራትን ኣብ ፕሪቶርያ ዝተፈረመ ስምምዕነት ሰላም መሰረት ብምግባርን ኢትዮጵያ ግልጋሎት ቴሌኮሙኒኬሽንን ኢንተርኔትን ኣብ ትግራይ ብቕልጡፍ ክትጅምር ከምዝግባእ ሚኒስተር ጉዳይት ወፃኢ ኣሜሪካ ኣብ ዘውፅኦ ሓበሬታ ኣፍሊጡ። በብዓመቱ ዝሳለጥ ዋዕላ ኢንተርኔት ዕላምኡ ዝሐሸን ሰፊሕን ተበፃሕነት ግልጋሎት ኢንተርኔት ኾይኑ እናሃለወ ጉዳይ ምዕፃው ኢንተርኔት ኣብ ትግራይ ተዘይተፈትሑን እንተዘይጀሚሩን ትርጉም ከምዘይብሉ ኣፍቲ ዋዕላ ዝነጥፉ ወገናት ይነቕፉ። ውድብ ሕቡራት ሃገራት እቲ ዋዕላ ኣፍታ ግልጋሎት ኢንተርኔት ከም መሳርሒ ኹይና ዝተጠቐመት ዓዲ ምክያዱ ብስሩ እውን ኣበ ምፅናት ዘርኢ ህዝቢ ትግራይ ኢድ ከምዘለዎ ዘመላኽት እዩ ይብሉ ተንተንቲ ፖለቲካ። ኣብቲ ዋዕላ ዝተሳተፉ ወገናት ብዛዕባ ዕፅዋ ግልጋሎት ኢንተርኔት ኣብ ትግራይ ኣመልኪቶም ንመንግስቲ ኢትዮጵያ ሕቶ ዘቕረቡ ኮይኖም ብሰበ ስልጣን ኢትዮጵያ ምኽንያታዊ ዘይኮነ መልሲ ከምዝተውሃቦም ፀብፃብ ኒውስ ቱደይ ኣፍሪካ ኣረዲኡ። ክልተ ሕዳር ኣብ ዝተገበረ ስምምዕነት ሰላም መንግስቲ ኢትዮጵያ ግልጋሎት ቴሌኮምን ኢንተርኔትን ሓዊሱ ኩሎም መሰረታዊ ኣገልግሎታት ብቕልጡፍ ናብ ንቡር ክመልስ ዝተሰማምዐ ኮይኑ ዛጊድ ግን ኣብ ትግራይ እዙይ ዝበሃል ግልጋሎት ክጅምር ኣይተራእየን። ሰራዊት ኤርትራ ኣብ ትግራይ ብዝፍፅሞ ዘሎ ግፍዕታት ተስፋታት ስምምዕነት ሰላም ፕሪቶርያ ይዳኸም ኣሎ ክብል መርበብ ሓበሬታ ብሉምበርግ ፀብፂቡ። ኣብ መንጎ መንግስቲ ኢትዮጵያን ህወሓትን ዝተፈረመ ስምምዕነት ሰላም ፕሪቶርያ እቲ ክልተ ዓመት ዘቑፀረን ብኣማኢት ኣሽሓት ህይወት ሰባት ዝቐጠፈ ኲናት ትግራይ ከብቅዕ ተስፋ ብዙሓት ኮይኑ ከም ዝጸንሐን ሕዚ ግን ኣብ ትግራይ ሰራዊት ኤርትራ ኣብ ልዕሊ ሰላማውያን ሰባት ዝፍጽሞ ዘሎ ግፍዕታት ነቲ ዝነበረ ተስፋ ሰላም ከጸልምቶ ከም ዝኽእል ብሉምበርግ ኣብ ዘውጽኦ ሓበሬታ ገሊጹ። ኣብቲ ክልተ ሕዳር ዝተፈረመ ስምምዕነት ሰላም ፕሪቶርያ ክልቲኦም ወገናት ተኹሲ ጠጠው ከብሉን ሓይልታት ሰራዊት ትግራይ እውን ብረቶም ከረክቡ ግዘ ገደብ ዘቐመጠ ኮይኑ ኮይኑ ግን ሕዚ እውን ሓይልታት ኣምሓራን ሰራዊት ኤርትራን ሰራዊቶም ኣዋፊሮም ዝፍጽምዎ ዘለዉ ቀጸላይ ግፍዕታት እቲ ስምምዕነት ሰላም ክተዓናቕፍ ከምዝኽእል ቡሉምበርግ ጸብጺቡ። ኣብ ትግራይ ብዝተገበረ መጽናዕትን ቡሉምበርግ ዘዋደዶ ጸብጻብን ከምዘመላኽቶ፣ ካብ ዓሰርተ ሸውዓተ ክሳብ ዕስራን ሰለስተን ሕዳር ኣብ ዘሎ ግዘ ሰራዊት ኤርትራ ኣብ ልዕሊ ሚእትን ዓሰርተ ሓደን ሰባት ቅትለት፣ ሚእትን ሰለስተን ሰባት ድማ ከቢድ መጉዳእቲ ከምዘብጸሐን ክልተ ሚእትን ኣርባዓን ሓደን ገዛውቲ ድማ ከም ዘቃጸለን ከም ዘዕነወን እቲ ማዕኸን ዜና ሓቢሩ። ከም ጸብጻብ ብሉምበርግ እንተኾይኑ፣ ኣብ ከተማ ዓዲግራት ጥራሕ ሚእቲ ዝኾና መዕቖቢ ካምፕታት ተሰሪሐን ብሰንኪ ሰራዊት ኤርትራ ዝፍጽሞም ዘሎ ግፍዕታት ኣምሊጦም ዝመጹ ተመዛበልቲ ይዕቆቡለን ከም ዘለዉ ተሓቢሩ። ኣብ ኣፍሪካ ጉዳያት ኣፍሪካ ኣብዚ ሰሙን ኣብ ዝብል ርእሱ ኣብ ትዊተር ገፁ ኣብ ዘውፅኦ ሓበሬታ ሰራዊት ኤርትራ ካብ መሬት ትግራይ ንምውፃእ ኣብ ዝግበር ምንቅስቓስ ኣሜሪካ ሙሉእ ብሙሉእ ድጋፋ ከምትገብር ገሊፁ። ሚኒስተር ሓበሬታ ኤርትራ የማነ ገብረመስቀል ኣብ ትዊተር ገፁ ንኣሜሪካ መልሲ ኣብ ዝሃበሉ እዋን ኣሜሪካ ሉኣላዊት ኣፍሪካ ትጥሕስ ኣላ እዚ ድማ ተቐባልነት የብሉን ክብል ገሊፁ። መምህራን ዩኒቨርሲቲ ኢትዮጵያ ካብ 5 ታሕሳስ 2015 ዓ.ም ጀሚሮም ስራሕ ጠጠው ከም ዘብሉ ይገልጹ ኣለዉ። እቶም መምሃራን ኣብ ጥቕማ ጥቕሚ ዶሞዝን ዕቤትን መሰረት ብምግባር ዘቕረብናዮም ሕቶታት መንግስቲ ክምልሰልና ኣይከኣለን ብዝብል ምኽንያት ካብ ዝቕጽል ሶኒ ታሕሳስ 5 2015 ዓ.ም ጀሚሩ ስራሕ ጠጠው ናይ ምባል ወፍሪ ከም ዝጅምሩ ኣዳለውቲ እቲ ወፍሪ ሓቢሮም። ሽሞም ክጥቀሱ ዘይደለዩ መማህራን ከምዝሓበርዎ፣ ልዕሊ ኣርባዓ ሽሕ መማህራን ዩኒቨርሲቲ ዝተሰማምዕሉ ወፍሪ ስራሕ ጠጠው ምባል ከምዘካይዱን ካብ ዝቕፅል ሶኑይ ጀሚሮም እውን ኣብ ኩለን ዩኒቨርሲታት ኢትዮጵያ ስሩዕ ምምሃር ምስትምሃር ከምዘየለ ተዛሪቦም። ንሕና እነልዕሎ ዘለና ሕቶ ሕቶ ምንባርን ዘይምንባርን እዩ ዝበሉ እቶም መማህራን፣ ካብ ክልተ ሽሕን ዕስራን ክሳብ ክልተ ሽሕን ዕስራን ክልተን ብተደጋጋሚ ንመንግስቲ ጥርዓን ከቕርቡ ከም ዝጸንሑን እዚ ግን ክሳብ ሕዚ ግቡእ መልሲ ክረኽብሉ ከም ዘይከኣሉ እቶም መማህራን የረድኡ። ሽሙ ክግለጽ ዘይደለየ ሓደ መምህር ንሱ ኣብ ዝሰርሐሉ ዩኒቨርሲቲ ንዓሰርተ ሰለስተ ዓመታት ከም ዘገልገለን ሕዚ እውን ሸሞንተ ሽሕ ብር ጥራሕ ደሞዝ ከም ዝኽፈሎን እዚ ድማ ምስቲ ዘለዎ ናይ ስራሕ ተመኩሮ ኣዝዩ ዝተሓተ ደሞዝ እዩ ክብል መረረቱ ይገልጽ። ፕሬዝደንት ማሕበር መምህራን ኢትዮጵያ ዶክተር ዮሃንስ በንቲ እቲ ተፀዊዑ ዘሎ ናይ ተቓውሞ ወፍሪ በቲ ማሕበር ኣፍልጦ ዘይረኸበን ተቐባልነት ከምዘይብሉን ንቢቢሲ ተዛሪቦም። ሚኒስቴር ትምህርቲ ኢትዮጵያ ብወገኑ መምህራን ዘልዕልዎም ሕቶታት ምስ ማሕበር መምህራን ብምዝርራብን ናይታ ሃገር ዓቕሚ ኣብ ግምት ብምእታው ከምዝምለሰሎም ኣፍሊጡ። ኣብ ኢትዮጵያ ናይ ዩኒቨርሲቲ መማህራን ናይ ስራሕ ብርኪ ዕቤትን ጥቕማ ጥቕምን ዝምልከት ቅድሚ ዓሰርተ ዓመታት ምምሕያሻት ምስ ተገበረሉ ድሕሪኡ ጠጠው ኢሉ ከም ዘሎ ድማ መረዳእታታት የመላኽቱ። ዝኸበርኩም ተኸታተልትና ዕለታዊ ዜናታትና እዚኣቶም ይመስሉ ነይሮም። ንምክትታልኩም ክብረት ይሃበልና። ሃበ ሚድያ ብሓባር እነዕብዮ ናታትኩም ሚድያ እዩ።